ሰላም ክቡራት ተኸታተልቲ ዳስኒ ኤክስትራ፣ ንሕጂ ኣብ ዝተዳለወ ዕለታዊ ዜናታት፣ ሱዳን ንህወሓት ትሕግዝ ኣላ ተባሂሉ ዝቐረበ ክሲ፣ መቐለ መስመር ቴሌፎን ምኽፋቱ፣ ምስክርነት ናብ ሱዳን ዝኣተወ ኤርትራዊ ስደተኛ፣ ኩነታት ትግራይ ኣብ ልዕሊ ተወለድቲ ትግራይ ዓሌታዊ ኣድልዎ ከዛይድ ክኢሉ ከምዘሎ ዝገለጸ ጸብጻብ፣ መግለጺ ሕብረት ኢሮጳ ኣብ ጉዳይ ትግራይን ኤርትራውያን ስደተኛታትን ካልእን ዘድህስስ ዜናታትን ተንተናታትን ሒዘልኩም መጽየ ኣለኹ ሰናይ ናይ ምክትታል ግዜ እንዳ ተመነኹ ኣብዛ ቻነል ድማ ናይ ወትሪ ተኻታተልቲ ንምዃን ሳብስክራይብ ክትገብሩ ብኽብሪ ይዕድመኩም። ኣብ ኢትዮጵያ ኣብ ክልል ትግራይ ዘሎ ውግእ ክሳብ ሕጂ ኣብ ዝተፈላለየ ከባቢታት ናይቲ ክልል ይቕጽለሉ ኣብ ዘሎ ግዜ፣ ብመንግስቲ ኢትዮጵያ ነቲ ኣብ ትግራይ ድሕሪ ዕለት ኣርባዕተ ናይ ዝሓለፈ ወርሒ ዝጀመረ ውግእ ናይ ህጹጽ እዋን ኣዋጅ ክትመርሕ ዝተመርጸት ቦርድ ሕጂ ሃገረ ሱዳን ንህወሓት ትሕግዝ ኣላ ክብል እዩ ከሲሱ ዘሎ። ነዚ ኣመልኪታ ሓንቲ ዘ ሪፖርተር ኢትዮጵያ እትበሃል ማዕከን ዜና ዘርጊሓቶ ዘላ ጸብጻብ ከም ዝሕብሮ፣ እታ ንናይ ህጹጽ እዋን ግዜ ክትመርሕ ዝተመርጸት ኣባላት ባይቶ ተወከልቲ ኢትዮጵያ ዘለዉዋ ቦርድ ኣብቲ ዘካየደቶ ኣኼባኣ፣ ኣባላት ጸጥታ ሱዳን ካብ ህወሓት ጉቦ ተቐቢሎም ኣብ ልዕሊ ሰላማውያን ሰባት መጥቃዕቲ ይገብሩ ከም ዘለዉ እዩ ከሲሱ። ሓላፊ ናይዛ ቦርድ ዝኾነ ሓደ ለማ ተሰማ ዝበሃል በዓል ስልጣን፣ ኣብ ሱዳን ስደተኛታት ነይሮም ካብ ዝተመልሱ ኢትዮጵያውያን ድሕሪ ዝረኸብዎ ሓበሬታ፣ ናይ ሱዳን ሓይልታት ጸጥታ መጥቃዕቲ ክገብሩ ብህወሓት ይደፋፍኡ ከም ዘለዉ ብምግላጽ ሓይልታት ሱዳን ንህወሓት ይተሓባበሩ ኣለዉ ዝብል ክሲ'ዩ ኣቕሪቡ። እቲ ሓላፊ ናይታ ቦርድ ወሲኹ፣ ኣብ ማይ ካድራ ነቲ ዝነበረ ጃምላዊ ቅትለት ፈጺሞም እዮም ዝበሎም ሳምሪ ዝብል ሽም ዘለዎም ዕጡቓት ኣብ ትሕቲ ቀይዲ ክእቱ ክጽውዕ እንከሎ፣ ኣብ ከተማ ሑመራ ኣብ ሕክምና ዕስራ ሲቪላውያን ሰባት ክቕተሉ እንከለዉ፣ ኣብ ካልእ ከባቢታት እታ ከተማ ከኣ ሽዱሽተ ወነንቲ ትካላት ተቐቲሎም ክብል እዩ ተዛሪቡ። እዚ ይኹን እምበር ከሳብ ሕጂ ብሓፈሻ ኣብ ክልል ትግራይ ብፍላይ ድማ ኣብዚ ጃምላዊ ቅትለት ተገይሩሉ ዝበሃል ዘሎ ከባቢ ዝኾነ ይኹን ዘይሻራዊ ማዕከን ዜና ወይ ድማ መርማሪ ውድብ ክኣቱ ዘይተፈቕደ ዘሎ ብምዃኑ ከምኡ ከኣ መንግስቲ ባዕለየ ዝምርምሮ ብምባል ክሳብ ሕጂ ብልክዕ ነቲ በደል መን እዩ ፈጺምዎ ክፍለጥ ኣይተኽኣለን እዩ ዘሎ። ኣብዚ ውግእ ይሳተፉ ዘለዉ ክልቲኦም ወገናት ከኣ ነፍሲ ወከፎም ነቲ በደል ከም ዘይፈጸምዎ ብምዝራብ ንሓድሕዶም ይወቓቐሱ ዘለዉ ኮይኖም ወሃቢ ቃል መንግስቲ ኢትዮጵያ ሬድዋን ሑሴን ከኣ መንግስቲ ኩሉ ባዕሉ ክገብሮ ዓቕሚ ኣለዎ ነቲ ጉዳይ ሳልሳይ ኣካል ዝምርምረሉ ምኽንያት የለን ብምባል'ዩ ካብ ደገ ዝመጽእ መርመራ ከሳብ ሕጂ ፍቑድ ከም ዘየለ ሓቢሩ'ዩ ነይሩ። ብዛዕባ'ዚ ሱዳን ንህወሓት ትሕግዝ ኣላ ዝብል ክሲ ከኣ ከሳብ ሕጂ ካብ መንግስቲ ሱዳን ይኹን ካብ ህወሓት መልሲ ዘይተዋህበሉ ክኸውን እንከሎ፣ ሱዳን ግና ኣቐዲማ ኣብ'ዚ ናይ ክልል ትግራይ ጉዳይ መርገጺኣ ዘይሻራዊ ከም ዝኾነ ብምሕባር ዶባታ ንስደተኛታት ከፊታ ንኻልእ ዝኾነ ምትሕልላፍ ክትዓጹ እንከላ፣ ኣብዚ ዝሓለፈ ቀረባ መዓልታት ከኣ ብምልሻታት ኢትዮጵያ ንዕስራን ሓሙሽተን ዓመት ተወሲዱ ነይሩ ዝበለቶ መሬተይ እትብሎ ከባቢ ብወተሃደራዊ ሓይሊ ክትምልስ እያ ተራእያ ነይራ። ትካል ተሌኮምኒኬሽን ኢትዮጵያ ብሰንኪ ኣብ ክልል ትግራይ ዘሎ ኲናት ተቋሪፁ ዝነበረ መስመር ቴሌፎን መቐለ ዳግማይ ክሰርሕ ኣኽኢልዎ ከምዘሎ ኣፍሊጡ። እቲ ትካል ኣብቲ መግለጺኡ፣ እቲ ዘጋጠመ ምቑራጽ ናይ መስመር ቴሌፎን ብኸመይ ከም ዘጋጠመ ከምኡ ድማ ዝነበረ ጸገማት ነጊሩ ከም ዝነበረ ሕጂ ግና ድሕሪ ዝተገብረ ጻዕሪ ኣብ ከተማታት መቐለን ማይጨውን መስመር ቴሌፎን ዳግማይ ከፊትዎ ከም ዘሎ ኣፍሊጡ። እዚ ይኹን እምበር እቲ ኣብ ከተማ መቐለ ዳግማይ ተኸፊቱ ዘሎ መስመር ቴሌፎን ብሰንኪ ዘሎ ናይ ኤሌክትሪክ ጸገማት ተቖራረጺ ከም ዝኾነ ተገሊጹ እዩ ዝርከብ። በጀካ እዚ ድማ እቲ ትካል ኣብቲ መግለፂኡ ኣብ ዳንሻ፣ ሑመራ፣ ማይ ካድራ፣ ቱርካን ማይ ፀብርን ሙሉእ ብሙሉእ መስመር ናይ ቴሌፎን ጥራይ ከፊቱ ከምዘሎ ድሕሪ ምግላፅ ኣብ ኮረም ዝበሃል ከባቢ ግና መስመር ቴሌፎን ከፊላዊ ብዝኾነ መንገዲ ከፊትዎ ከምዘሎ ሓቢሩ። ከምዝፍለጥ ኣብ ክልል ትግራይ ዝሓለፈ ወርሒ ዓሰርተ ሓደ ዕለት ኣርባዕተ ውግእ ካብ ዝጅምር ኣትሒዙ ክሳብ ሕጂ ኩሉ መስመራት ተዓፅዩ ዝፀንሐ ኮይኑ ሕጂ ግና መስመር ቴሌፎን ቀስ ብቐስ ይምለስ እኳ እንተሎ፣ መስመር ኢንተርኔት ግና ክሳብ ሕጂ ከም ዘይተኸፍተ ዘሎ እዩ ዝግለጽ። ኣብዚ ኣብ ኢትዮጵያ ኣብ ክልል ትግራይ ተኸሲቱ ዘሎ ኲናት ካብ ዝጅምር ክሳብ ሕጂ ሓምሳ ሽሕ ዝበጽሑ ስደተኛታት ድሮ ናብ ሱዳን ኣትዮም ዘለዉ ኮይኖም፣ ኣብ ዝተፈላለያ ማዕከናት ዜና ብምቕራብ ከኣ ኣብቲ ኲናት ዝነበረ ኩነታት ብዝምልከት ምስክርነቶም ክህቡ እዮም ተራእዮም። ሕጂ ከኣ ሓደ ኤርትራዊ ንማዕከን ዜና ኣጃንስ ፍራንስ ፕረስ ብዛዕባ እቲ ዝነበረ ኩነታት ኣመልኪቱ ምስክርነቱ ሂቡ ኣሎ። እዚ ሽሙ ኸድር ኣደም ዝበሃል ኤርትራዊ ምስ ስድራቤቱ ኣብ ትግራይ ከባቢ ሸራሮ ኣብ ዝርከብ መዓስከር ስደተኛታት ክነብር ዝጸንሐ ኮይኑ እዚ ውግእ ምስ ተጀመረ ከኣ ህይወቱ ከድሕን ዳግማይ ናብ ሱዳን እዩ ኣትዩ ዘሎ። ነቲ ዝነበረ ኩነታት ብቓሉ ክገልጾ እንከሎ ድማ ኽድር፣ እቲ ኩነታት ብጣዕሚ ሓደገኛ እዩ ነይሩ። ሃንደበት ወተሃደራት መጺኦም ክትኩሱልና እዮም ጀሚሮም። ኣመና ብዙሕ ተኹሲ እዩ ነይሩ። ካብቶም ወተሃደራት ከኣ ገሊኦም ናይ ኤርትራ ገሊኦም ድማ ሰራዊት ፈደራል እዮም ነይሮም። እቲ ዝኸፈትዎ ተኹሲ ኸኣ ናብ ኩሉ ማለት ቆልዓ ሰበይትን ሰብኡትን እዩ ነይሩ። ኣነ ኣብኡ ስደተኛ ኔረ ሕጂ ከኣ ኣብዚ ስደተኛ ኣለኹ ብጣዕሚ ከቢድ እዩ ካብቲ ዝነበረ ተኹሲ ዝደሓኑ ገሌና ሱዳን ኣቲና ገሊኦም ከኣ ናበይ ከም ዝኸዱ ኣፍልጦ የብለይን ብምባል እዩ ኤርትራዊ ኸድር ኣደም ምስክርነቱ ሂቡ ዝርከብ እታ ማዕከን ገሊጻቶ ከም ዘላ ድማ ኣብ ሱዳን ሓመዳይት ዝርከብ መዓስከር ስደተኛታት ምስ ኸድር ኣደም ሰለስተ ደርዘን ብዝሒ ዘለዎም ኤርትራውያን ስደተኛታት ካብቲ ኣብ ክልል ትግራይ ዘጋጠመ ኲናት ናብኡ መጺኦም ከም ዘለዉ ገሊጻ። እዚ ከምዚ ኢሉ እንከሎ ድማ ሕብረት ኢሮጳ ብጉዳይ ትግራይን ኤርትራውያን ስደተኛታትን ሕጂ እውን ሓድሽ መግለጺ ኣውጺኡ ኣሎ። እቲ ሕብረት ኣብቲ ሕጂ ኣውጺእዎ ዘሎ መግለጺ ኣብቲ ዝካየድ ዘሎ ኲናት ኣብ መንጎ ተቐርቂሮም ዘለዉ ኤርትራውያን ስደተኛታት ድሕነቶም ክሕሎ ከም ዘለዎ ዝኾነ ብግዴታ ዝግበር ምምላስ ክውገድ ከም ዘለዎ ምስ ሕግታት ናይ ዓለም ብዝቃዶ መልክዕ ሰብኣዊ መሰላቶም ክኽበር እንድሕር ኣብ ምምላስ ተበጺሑ ከኣ ክብረት ብዘለዎ ውሑስ መንገዲ ብድልየቶም ጥራይ ክኸውን ኣለዎ ክብል እዩ ገሊጹ። ብጀካ እዚ ድማ ሰብኣዊ ሓገዝ ብዘይ ዕንቅፋት ክኣቱ መንገዲ ክኽፈት ከምኡ ድማ ሰብኣውነትን ዘይሻራውነትን ናጽነትን ክኽበር ኣለዎ ብምባል ሲቪላውያን ሰባት ክሕለዉ ከምኡ ከኣ ናጻን ውሑስን ሓገዝን ምክልኻልን ክረኽቡ ኣለዎም ክብል እዩ መግለጺ ኣውጺኡ ዘሎ። ዝሓለፈ ወርሒ ዕለት ኣርባዕተ መንግስቲ ፈደራል ህወሓት ኣብ ልዕሊ ሰሜን እዝ መጥቃዕቲ ገይሩ ኢሉ ሕጊ ናይ ምኽባር መስርሕ ኢሉ ዘሰሙዮ ውግእ ካብ ዝጅምር ኣትሒዙ ኣብ ዝተፈላለየ ፀፍሕታት መንግስቲ ፈደራል ኣብ ምስራሕ ዝነበሩ ተወለድቲ ትግራይ ካብ ስርሖም ክእለዩ እንከለዉ ገለ ወተሃደራውያን መኮነናት ድማ ክእሰሩ እዩ ትእዛዝ ሓሊፉ ጸኒሑ። እዚ ፍጻሜታት ከኣ ነቲ ኣብ ክልል ትግራይ ዘሎ ኲናት ዓሌታዊ ምትፍናን ከየስዕብ እዩ ክስጋእ ጸኒሑ ዘሎ። ሕጂ ድማ ነዚ ኣመልኪታ ሓንቲ ኒውዮርክ ታይምስ እትበሃል ማዕከን ዜና ዘርጊሓቶ ኣብ ዘላ ጸብጻብ ከም ዝሕብሮ ኲናት ቀጻሊ ኣብ ዘለወሉ ግዜ ዓሌታዊ ኣድልዎ እውን እንዳዛየደ ይመጽእ ከም ዘሎ ብምግላጽ እያ ናይ ገለ መሰኻኽር ቃል ምስክርነት ዘርጊሓ ዘላ። ካብቶም እዛ ማዕከን ምስክርነት ዝሃቡ ድማ ሓደ ሽሙ ክሓብእ ይኹን መንነቶ ክዕቀበሉ ዘይሓተተ ኣብ ኦርቶዶክሳዊት ቤተክርስትያን ኢትዮጵያ ሓላፊ ናይ ቤት መጻሕፍትን ቤተ መዘከርን ዝኾነ ልሳን ወርቅ ደስታ ዝበሃል ኮይኑ ንሱ ኣብ ዘረብኡ ኣነ ናይ ቤተ ክርስትያን ሰብ እየ ዝፈርሖ ነገር የብለይን ናብ ገዛይ ዝኾነ ናይ ፍቓድ ወረቐት ዘይብሎም ሰብኡት መጺኦም ገዛይ ኩሉ ፈቲሾሞ ከምኡ ከኣ ክሳብ ኣብ ውሽጢ ጀበና ከይተረፈ እዮም ፈቲሾም እታ ትግራዋይ ምዃነይ እተፍልጥ ናይ መንነት ታሴራ ወሲዶም ከኣ ከይዶም ክብል እዩ ተዛሪቡ። እታ ማዕከን ከኣ ኣብዚ እዋን እቲ ኩነታት ዓሌታዊ ገጽ እንዳሓዘ ይመጽእ ከይህሉ ኣስጋኢ እዩ ዘሎ ድሕሪ ምባል እቲ ዓሌትነት ዕላማ ገይሩ ዝግበር ዘሎ ግህሰታት ኣመልኪቱ ላዕለዋይ ሓላፊ ሚኒስትሪ ፍትሒ እታ ሃገር ዝኾነ ጌደዎን ቲሜተዎስ ኣብ ዝሃቦ መልሲ ዝሓለፈ ወርሒ ብገለ ኣባላት ጸጥታ ካብ ግቡእ ወጻኢ ጌጋታት ዝፈጸምሉ ስሕት ኢሉ ዝረኣ ፍጻሜታት ከም ዝነበረ ድሕሪ ምግላጽ መንግስቲ ዓሌትነት ከየጋጥም ልዑል ኣቓልቦ ሂቡ ዝሰርሓሉ ዘሎ ጉዳይ ከም ዝኾነ እዩ ተዛሪቡ። እታ ማዕከን ኣብቲ ጸብጻባ፣ ብጀካ እቲ ኣቐዲሙ ዝተጠቕሰ፣ ካልኦት ዓሌታዊ ኣድልዎ ወሪድና ዝብሉ ተወለድቲ ክልል ትግራይ ምስክርነቶም ኣቕሪባ'ያ፣ እቲ ኩነታት ብጣዕሚ ኣስጋኢ ኮይኑ ከም ዘሎ'ያ ተንቲና። ንሕጂ ዝተዳለወ ዜናታት እዚ'ዩ ነይሩ፣ ብካልእ ክሳብ ንራኸብ ሰላም ንዓኹም።